መሪሕ ጥቕስና ዘላ ኣብ ዮሃንስ ዓሰርተው ሓሙሽተ ዓሰርተ ሽዱሽተ ዘላ እያ ኣብዚ እንተውጺኹማ እቶም ተዓይ ዘለኹም ክንደይ ጽቡቕ እዩ እግዚኣብሄር ይባረኽ። ናይ ፍረ ዓመት ክኾነልና እዩ እግዚኣብሔር ከኣ ክንፈርየሉ ንኽእል መገዲ እዩ ነጊርና ዘሎ ኣነ ሓሪኹኹም እምበር ንስኻትኩም ኣይሓረኹምንን ክትከዱ ፍረ ክትፈርዩ ፍሬኹም እውን ነባሪ ክኸውን ኣቦ ብስመይ ዝለመንኩሞ ዘበሉ ኩሉ ምእንቲ ክበኩም ነዚ መደብኩኹም ስለዚ ምኽሪ ኣምላኽን መደብ ኣምላኽን ኢና ንመሃር ዘለና ማለት እዩ እቲ Ultimate ናይ እግዚኣብሔር ምኽሪ ንሱ ኣባና ንሕና ኣብኡ ኮይንና ክንፈሪ እዩ እቲ ዕላማ እግዚኣብሔር እዩ። ኣብ ዝሓለፈ ግዜ ምስጢር ናይቲ ብዙሕ ፍረ ምፍራይ ወይ ድማ ብድሕሪ እቲ ምፍራይ ዘሎ መሰረት እንታይ እዩ ኢልና ካብ ቁጽሪ ሓደ ጀሚርና ክንሪኦ ብጣዕሚ ኣገዳሲ እዩ ኢልና ማለት እዩ። ስለዚ ካብ ቁጽሪ ሓደ ክሳብ ሰለስተ ክንትንትኖ ጀሚርና ቃል ብቓሉ ኣይተንተንናዮን ግን ሓሙሽተ ሓሳባት ተንኪፍና ኣብኡ የሱስ ክርስቶስ ናይ ሓቂ ጉንዲ ወይኒ ከም ዝኾነ፣ እቲ ድሕሪ ባይትኡን ታሪኻውን ዝነበረ እስራኤል ኣቦ ዝተኸላ ካብ ግብጺ ዝወጸት ጉንዲ ወይኒ ከም ዝኾነት፣ ንሳቶም ኣብቲ ቤተ መቕደስ ክኣትዉን ክወጹን ከለዉ ዝርእይዎ ምስሊ ዘርእዮም ነገር ከም ዝነበረ ክርስቶስ ድማ ኣቦ ዝመስከረሉ ነብያት ዝተዛረብዎ መላእኽቲ እውን ዝመስከርሉ ባዕሉ ኸኣ ናይ ብሓቂ ጉንዲ ወይኒ ከም ዝኾነ ንሕና ኸኣ ጨንፈር ከም ዝኾንና ይዛረብ ኣምላኽ ዝተመስገነ ይኹን ሎሚ እንተኺኢልና ጥቕሲ ኣርባዕተን ሓሙሽተን ንኽልቲኤን ክንሪኤን ክንፍትን ኢና ምስቲ ግዜና ማለት እዩ። ነዘን ክልተ ጥቕስታት ኣርእስቲ ሂበየን ኣለኹ። እታ ኣርእስቲ ናይዘን ክልተ ጥቕስታት መሰረታዊ ሕብረት ጉንድን ጨንፈርን። ስለዚ እቲ ኣብ መንጎ ጉንድን ጨንፈርን ዘሎ ሕብረት ወይ ድማ ሓድነት ወይ ስምረት ኢና ክንርኢ ማለት እዩ። ነቲ ቃል ኣንቢበ ክጅምር እየ። ኣባይ ጽንዑ ኣነ ውን ኣባኻትኩም። ጨንፈር ኣብ ጉንዲ ወይኒ እንተ ዘይጸንዐ ካብ ርእሱ ክፈሪ ከም ዘይክእል ንስኻትኩም ውን ኣባይ እንተ ዘይጽናዕኩም ከምኡ ኢኹም። እቲ ጉንዲ ወይኒ ኣነ'የ። ጨንፈር ከኣ ንስኻትኩም ኢኹም፣ ብጀካይ ሓንቲ እኳ ክትገብሩ ኣይትኽእሉን ኢኹም እሞ፣ እቲ ኣባይ ዝጸንዕ ኣነውን ኣብኡ፣ ንሱ እዩ ብዙሕ ፍረ ዝፈሪ። ስለዚ እቲ ኦብጀክቲቭ ናትና እንታይ ኢልና ፍረ ምፍራይ እዩ ኢልና። ኣምላኽ ዝደልየና ዘሎ፣ ኣምላኽ ዝጸውዓና፣ ኣምላኽ ምኽሩን ሓሳቡን ኣቐዲሙ ንዓና ዝመደቦ ነገር ብዙሕ ፍረ ክንፈሪ፣ ፍሬና ድማ ነባሪ ክኸውን፣ ኣቦ ኸኣ በቲ ፍሬና ክኸብር፣ ክሕጐስ፣ ንሕና ኸኣ ናይ ብሓቂ ናይ ክርስቶስ ደቀ መዛሙርቲ ክንከውን፣ ናይ ብሓቂ ናይ ክርስቶስ ሰዓብቲ ክንከውን፣ እዚ እዩ እቲ ምኽሪ ኣምላኽ። ስለዚ ነቲ ምኽሪ ኣምላኽ ኣብ ህይወትና ንኽፍጸም ዝገብሮ ነገር፣ ክንፈሪ ዝገብረና ነገር፣ ፍሬና ነባሪ ክኸውን ዝገብሮ ነገር እቲ ምሽጢር ኢና ንርኢ ዘለና ማለት እዩ። ሕጂ ጎይታ ኣብዚ ጥቕሲ ኣርባዕተን ጥቕሲ ሓሙሽተን ኣብ መንጎ እቲ ጉንድን ኣብ መንጎ እቲ ጨንፈርን ዘሎ ሓድነት፣ ስምረት፣ ውህደት፣ ጸኒዕካ ምንባር ብዙሕ ፍረ ከም ዘምጽእ ይነግረና ኣሎ ማለት እዩ። እቶም ፎርሙላታት ትፈልጡ ማለት ኢዩ ከምዚ ኢና ክንሰርሕ ማለት ኢዩ እዛ ፎርሙላ እዚኣ ሓዝዋ ኣማኒ ኣብ ክርስቶስ ክርስቶስ ድማ ኣብ ኣማኒ ይኸውን ብዙሕ ፍረ እዚኣ እታ ፎርሙላ ማለት ኢዩ ነዛ ፎርሙላ እዚኣ ኢና ሎሚ መዓልቲ እንታይ ክንገብራ ፓራፍሬዝ ክንገብራ ሕዝዋ ኢኹም ክርስቶስ ኣብ ኣማኒ፣ ኣማኒ ድማ ኣብ ክርስቶስ ወይ ድማ ተደመሮ ክንብል ኢና፣ ሓድነት ማለት እዩ። ስለዚ እቲ ዝመጽእ ናቹራሊ ማለት እዩ ፍረ ይመጽእ። ናቹራሊ ብዙሕ ጽቡቕ ነገር ይመጽእ ማለት እዩ። ክፈሪ እየ ስለ ዝበልካ ኣይትፈርን ኢኻ። ሕግን ስርዓትን ስለ ዝገበርካ ኣይትፈርን ኢኻ። ብፍላይ እኳ ዘገርም ነገር ኣብዚ ጥቕሲ እዚ እንድሕር ርኢናዮ ዘገርም ስራሕ ናይ ስላሴ ኣሎ። ብፍላይ ኣብዚ ሕብረት እዚ ሕዝዋ ኢኹም እዛ ዝብለኩም ዘለኹ ኣቦ ተኻሊ ናይታ ጉንዲ ኮይኑ ዝተክል እዩ። ኢየሱስ ክርስቶስ ድማ እቲ ጉንዲ ምንጪ ናይ ኩሉ ጽቡቕ ነገር ኮይኑ ጉንዲ ዝኾነ እዩ። መንፈስ ቅዱስ ድማ ካብቲ ጉንዲ ናብቲ ጨንፈር ህይወት ዘሕልፍ ሓይሊ ዘሕልፍ ጸጋ ዘሕልፍ እዩ ማለት እዩ። ስለዚ ስራሕ ናይ ስላሴ ኢና ንርኢ ዘለና። ኣቦ ይተክል፣ የሱስ ክርስቶስ ምንጪ ይኸውን፣ መንፈስ ቅዱስ ድማ የመሓላልፍ። ርኢኹም? እቲ ጕንዲ ምስቲ ጨንፈር እንድሕር ዘይተጣቢቑ፣ ማለት እቲ ጨንፈር ምስቲ ጕንዲ እንተ ዘይተራጊቡ፣ ፍሎው ናይ መንፈስ ቅዱስ የለን። ህይወት የለን፣ ምትሕልላፍ የለን። ስለዚ መንፈስ ቅዱስ ክዓዪ፣ ካብ የሱስ ወሲዱ ክህበና፣ ከምቲ ዝመሃሮ ማለት እዩ። እቲ ኣብ የሱስ ክልስቶስ ዘሎ ክንፈሪ ዝገብረና ናባና ዘሕልፎ ኣባና ተግባራዊ ክኸውን ዝገብሮ ማለት እዩ። ብኻልእ መገዲ ኣቦ መዲቡ፣ የሱስ ክርስቶስ ፈጺሙ፣ መንፈስ ቅዱስ ድማ ኣባና ኣስሪጹ። ነዚ ሰለስተ ነገር እዚ ኢና ክንርኢ ኣምላኽ ዝተመስገነ ይኹን። ሕጂ እታ ቀዳመይቲ ጐይታ ዝብሎም ዘሎ ኣባይ ጽንዑ ኣነ ውን ኣባኻትኩም ኣባይ እንታይ ግበሩ ጽንዑ እስኪ ጥቓኹም ዘሎ ምናልባት ትኽስ ከይብል ምእንትስ ጎጽ ኣቢልኩም ጽናዕ በልዎ እስኪ ኣጆኹም ዋላ ይለካ ተሎ ኣተደይ ወሰኽኩምሉ ጽናዕ እስከ በልዎ ኢኹም ኢየሱስ ክርስቶስ ጎይታ እዩ። ኣባይ እንታይ ግበሩ ይብል ኣሎ ጎይታ ጽንዑ ይብል ኣሎ። ኣብዛ ምዕራፍ ዓሰርተው ሓሙሽተ ኣብ ዓሰርተው ሸውዓተ ጥቕሲ ንሸሞንተ ግዜ ደጋጊምዋ ኣሎ ነዛ ቓል እዚኣ። ማ ማለትሲ ኣብታ ሓጻር ስብከቱ የሱስ ክርስቶስ ደጋጊሙ ኣብ ኣታቶም ከስርጸሎም ዝደለየ ነገር እንድሕር ሃልዩ ኣብ ዓሰርተው ሸውዓተ ፍቕዲ ንሸሞንተ ግዜ ደጋጊሙ ደጋጊሙ ደጋጊሙ ጽንዑ ይብሎም ኣሎ። ኣብ ሓድሽ ኪዳን ብምሉኡ ሚእትን ዕስራን ሸውዓተን ግዜ ተዋፊራ ኣላ እዛ ቃል እዚኣ። እታ ጽንዑ ትብል ዘላ ብዝተፈላለየ መልክዓን ብዝተፈላለየ ሓሳባን ማለት እዩ። ኣብዛ ምዕራፍ እዚኣ ንሸሞንተ ግዜ ኣብ ሓድሽ ኪዳን ብምሉኡ ድማ ንሚእትን ዕስራን ሸውዓተን ግዜ ተደጋጊሙ እንድሕር ተጻሒፉ ሓደ ነገር ኣሎ ማለት እዩ። እንታይ እየ ባላንስ ክገብር ዝደሊ ዘለኹ እናቐረብና ክንከይድ ከለና ቅድመ ምድዳብ ናይ እግዚኣብሔር ሕሬት ኣምላኽ ንዓና ስራሕ መንፈስ ቅዱስ ፍቓድ ናይ ሰብን ነዚኣቶም ከመይ ጌርና ኣወሃሂድና ከይመጠጥና ብሓደ ክንከይድ ንኽእል። ኣስተውዕሉ ኢኹም፣ ኣምላኽ ቅድሚ ዘመናት ዝመደቦ መደብ፣ እቲ ሕርየት ኣምላኽ፣ ዕዮ መንፈስ ቅዱስ ኣብቲ ሕርየት እግዚኣብሔር፣ ናትና ድማ ፍሪ ዊል ኣብ ፍረ ምፍራይ፣ ኣብ ምድሓን፣ ኣብ ምግልጋል ባላንስ ጌርና ክንሕዞ ክንክእል እዩ እቲ ትምህርቲ። ነዚ ጎይታ የሱስ ክርስቶስ ጽንዑ ክብሎም ከሎ ትእዛዛዊ ቃል እዩ ዝዛረቦም ዘሎ እታ መኖ እትብል ናይ ግሪክ ቃል እዩ ዝጥቀም እቲ ሓፈሻዊ ትርጉም ናይዛ ቃል እዚኣ ኣስተውዒልኩም ሓዝዎ ኢኹም ኣብ ዝተዋህበ ቦታ ኩነታት ዝምድና ወይ ትጽቢት ምጽናሕ ክደግሞ እየ፣ ኣብ ዝተዋህበ ቦታ ወይ ኩነታት ዝምድና ወይ ድማ ትፅቢት እትገብሮ ነገር ምፅናሕ፣ ምቕፃል፣ ምንባር፣ ምፅዋር፣ ህልው ምዃን፣ ደው ምባል፣ ምዕራፍ የመልክት። እንድሕር ደሊኹም ነቶም ሚእትን ዕስራን ሸውዓተን ቃል ሃሰስ ክትብልዎም ትኽእሉ ኢኹም፣ ናይ ሓደ ዓመት ስራሕ ክንገብሮ ንኽእል ኢና ማለት ኢና። ገለ ገሊኡ ቃል ክንዓርፍ ከም ዘለና፣ ገሊኡ ገሊኡ ቃል ድማ ክንሓድር ከም ዘለና፣ ህሉው ክንከውን ከም ዘለና፣ ክንነብር ከም ዘለና ኣብቲ እተባህለ ቦታ ኣብቲ እግዚኣብሄር ዘቐመጦ ኩነት፣ ኣብቲ ንጽበዮ ተስፋ ኣምላኽ፣ ኣብቲ እግዚኣብሄር ዝሃበና ነገር፣ እስፔሻሊ ኣብ ገለ ገለ ነገር ሓንቲ ናይ ግሪኽ ቃል ወሲኹ ክዛረብ ከሎ ሁፖ ሞኖ ኢሉ ተጠቂምሉ ኣሎ። ኣብ ከቢድ ተጻዋርነት ዘድልዮ ግዜ፣ ኣብ ተጽዕኖ ዘለዎ፣ ጸቕጠት ኣብ ዘለዎ፣ ክብደት ኣብ ዘለዎ ኩነታትሲ ጽኒዕካ ደው ምባል። ኣብኡ ምንባር፣ ኣብኡ ምሕዳር የስምዕ እቲ ቃል እቲ። ስለዚ ጎይታ እንታይ እዩ ዝብሎም ዘሎ? ርኢኹም እቲ ኩነታት ከነስተውዕሎ ይግብኣና። እዚ ናይ ኑዛዜ ትምህርቲ እዩ። ኣብተን ናይ መወዳእታ ካብዛ ገጽ ምድሪ እዚኣ ዝኸደለን እዋን ከመሓላልፎ ኣብኣታቶም ክሰርጽ ዘለዎ ኣብኣታቶም ክሓድር ዘለዎ ምኽሪ እዩ ዝነግር ዘሎ ሰብ ክኸይድ እንድሕር ኮይኑ ሓንቲ ሰዓት እንተትወሃበካ ንኽትናዘዝ ምኻድካ መዓስ ምዃኑ ፈሊጥካ እታ ዘላትካ ዕድል ክትጥቀመላ እንድሕር ደሊኻ እቲ ኣገዳሲ ትብሎ ነገር ኢኻ ንሰብ ተመሓላልፈሉ። ስለዚ የሱስ ክርስቶስ ድማ ነዞም ደቀ መዛሙርቲ እዚኣቶም ርኣይዎም፣ እዚኦም እዮም ናይ ኩሉ ዓለም ፍረ ኮይኖም፣ እዚኦም እዮም ኣብ ዘመኖም ኣብ ሃዋርያት ግዜ ኣብ ሰላሳ ዓመት ዝኣክል ንዓለም ብትምህርቶም ገልቢጦማ። ንኹሉ ዓይነት ሕብረተሰብ ጸልየሞ። ተራ ሕብረተሰብ ካብ ቤተ እምነት፣ ካብ ሃይማኖት፣ ካብ መንግስቲ፣ ካብ ጠንቆልቲ፣ ካብ ዓሌት ኣህዛብ ንኹሉ ሕብረተሰብ ብትምህርቶም ንዓለም ክመልእዋ ብፍረ ክግለጹ ዝገበሮም እዚ መሰረታዊ ፕሪንስፕል እዚ እዩ። ስለዚ ጎይታ የሱስ ይኸይድ እንድዩ ዘሎ፣ ሕጂ እንታይ እዩ ዝብሎም ዘሎ? ኣነ ኸባታትኩም ክውሰድ እየ። ናብ ሞት ገጽ እዩ ዝኸይድ ዘሎ። ስለዚ ኣይትሰናኸሉ፣ ኣብቲ ዅነታት ኣይትሰንብዱ ኢኹም። ኣባይ እንታይ ግበሩ ኢኹም ጽንዑ ኢኹም። ስለዚ ኣብ የሱስ ክርስቶስ ምጽናዕ ክንብል ከለና ኣብቲ የሱስ ክርስቶስ ዝሃበና ሰለስተ ኣብነት ካብ ሓድሽ ኪዳን ክወስድ እየ ነታ ጥቕሲ ተዋፊረናላ ዘለዋ ቃላት ኣብ ማርቆስ ሽዱሽተ ዓሰርተ ከምዚ ክብል ተጠቂሙላ ኣሎ ኣብታ ዝኣተኹማ ቤት ካብኣ ክሳብ እትወጹ ኣብኣ ተቐመጡ እትብል ቃል፣ ክትምስክሩ ክትከዱ ከለኹምሲ መን እዩ ብቑዕ ኢልኩም ሕተቱ እሞ፣ ኣብታ ከተማ ሓደ ሰብ ምስ ፈለጥኩም ኣብኣ እተዉ እሞ፣ ክሳብ ሚሽንኩም ትውድኡ፣ ክሳብ እታ ዕዮኹም ትውድኡ ኣብታ ቤት እቲኣ ኣብኣ እንታይ ግበሩ? ተቐመጡ። ምንባር፣ ምጽናዕ፣ ምሕዳር፣ ምዕራፍ። ካልኣይቲ ኣብ ቀዳማይ ቀረንጦስ ምዕራፍ ሸውዓተ ፍቕዲ ዕስራ ከምዚ ኢሉ ተጠቂሙላ ኣሎ፣ ነፍሲ ወከፍ በቲ እተጸውዓሉ ጽውዓ ይንበር። እታ ይንበር ትብል ዘላ ቃል ንሳ እያ ማለት እዩ። ኣምላኽ በቲ ዝጸውዖ ጽውዓ፣ ኣምላኽ በቲ ዝሃቦ ጸጋ፣ ኣምላኽ በቲ ዝሃቦ ውህበት ብእኡ ይንበር። ኣብ ውህበትካ ሕጂ እዚ እንታይ መልእኽቱ መሲልኩም ኣብ ዘይውህበትካ ኣይተፍርን ኢኻ ኣለኹም ነምሳይ በቲ ተዋህበካ ጥራይ ኢኻ ከተፍሪ ትኽእል ስለዚ ኣብ ውህበትካ እንድሕር ነርካ ኣብ ውህበትካ እንድሕር ጸኒዕካ ፎቶኮፒ ምግባር ኣየድልን እዩ ማለት እዩ ምቕዳሕ ኣየድልን እዩ ማለት እዩ ከመይ ዝኣመሰለ በሉጽ ዝኾነ ጸጋን ውህበትን እግዚኣብሄር ሂቡን ዓዲሉን ስለ ዝኾነ ኣብዚ ኸኣ ክትፈርዩ ምእንትሲ ኣብ ውህበትኩም ነፍሲ ወከፍ ሰብ ይብል ኣብዛ ማሕበር እዚኣ ጸጋ ዘይተቐበለ ሰብ የለን ኣብዚ ማሕበር እዚ ውህበት ኣምላኽ ዘይተሓደለ ሰብ የለን ምናልባት እቲ ውህበትና በበይኑ ክኸውን ይኽእል ብርግጽ ድማ ከምኡ እዩ ግን ኣብ ውህበትካ ንበር ሳልሳይ ኣብ ቀዳማይ ዮሃንስ ምዕራፍ ክልተ ፍቕዲ ዕስራን ሸሞንተን ከም ዝኽብል ተጠቂሙሉ ኣሎ ነቲ ቃል እቲ ሕጂ ድማ ደቀየ ኢሉ ንሱ ክግለጽ ከሎ ትብዓት ምእንቲ ክንረክብ ብምጽኣት እውን ኣብ ቅድሚኡ ከይንሓፍርሲ ብኡኡ ንበሩ ብኡ እንታይ ግበሩ ንበሩ ብመን ብክርስቶስ ኣብኡ ጸኒዕኩም ብእኡ ኸንኩም ንበሩ። እዚ ኸኣ እንታይ ይብል ኣሎ መሲልኩም? ኣብ ቅድሚ እግዚኣብሄር ክንግለጽ ከለና፣ ኣምላኽ ክፈርደና ኸሎ፣ ኣምላኽ ኢቫሉዌት ክገብረና ኸሎስ፣ ዘይነሕፍር ሰባት መታን ክንከውን፣ ትብዓት መታን ክንረክብሲ፣ ኣብ ቅድሚ እግዚኣብሄር ብትብዓት ክንግለጽ ዝገብረና፣ ኣብ ቅድሚ እግዚኣብሔር ደው ክንብል ዝገብረና ኣባና ኮይኑ ፍረ ክንፈሪ ዝገብረና ኣጀሚሩ ዘወድኣና መገድና ኩሉ ክነብር ዝኽእል ጎይታ እዩ እሞ ብእኡ ንበሩ። ኣሜን ዶኒ ብመን ንበሩ ስለዚ ራእይዎ ይኹም ትኻልእ እዘን ክልተ ሰለስተ ጥቕስታት ይኣኽላኒ እየን ነዚ እቲ ሓሳብ ናይ ምጽናዕ ዝብል ነገርሲ ኣብ ብዙሕ ነገራት ተዋፊሩ ኣሎ ኣብቲ ሓድሽ ኪዳን ማለት እዩ እዚ ጎይታ ከዓ እንታይ ዝብሎም ዘሎ ጽንዑ ይብሎም ኣሎ በታ ሓደ ወገን ሓደ ተስፋ ይህቦም ኣሎ ሓደ ተስፋ ይህቦም ኣሎ ኣሕዋተይ እንተ ሞትኩ እኳ ካብ ማእኸልኩም እንተኸትኩ እኳ ክስቀል እንተረኣኹምን እኳ ምሳኻትኩም እየ ኣነ ኣባኻትኩም እየ ዝነብር ኣነ ኩሉ ግዜ ምሳኹም እየ ዘለኹ ኣይገድፈኩምን እየ፣ ኣብ እዋኸትኩም ከይነ ፍረ ከም ትፈርዩ ዝገብረኩም ኣነ እየ ዝብል መልእኽቲ እዩ ዘመሓላልፍ ዘሎ። እቲ ካልኣይ ድማ ንስኻትኩም ኣባይ እንታይ ግበሩ ጽንዑ ለዚ ኣባኻትኩም ኣባይ ጽንዑ ክብሎም ከሎ ከዓኒ እቲ ናይ ምምራጽ መሰሎም ድማ ቦታ ይህብ ኣሎ ማለት እዩ ተዋጽኣኒ ኢኻ ካባኻ ክፍለ ኣይደልን እየ ኣባኻ ጸኒዐ ክነብር እየ ኣብ ትሕቲ ዝኾነ ኩነታት ኣብ ትሕቲ ዝኾነ ይኹን ተጽዕኖ ናይቲ ዘለኹዎ ናይ ምንባረይ ናይ ህይወተይ ምንጪ ናይ ሰላመይ ምንጪ ናይ ምድሓነይ ምንጪ ንስኻ ስለ ዝኾንካስ ኣባኻ ክጸኒኤ እትብል እትመርጽ ንሱ ምናሕ ዕድሜኹም እዩ፣ ህይወትኩም እዩ፣ በረኸትኩም እዩ እሞ ህይወት ሕረዩ። እስራኤላውያን ከምኡ ኢልዎም ሃሌሉያ እሞ ምኽንያት ክህልወና ኣለዎ። ምኽንያት ክህልወና ኣለዎ ኣብ የሱስ ዘጽንዓና ነገር ኣብ የሱስ ከጥብቐና ዝኽእል ነገር ምኽንያት ክህልወና ኣለዎ። ብስምዒትና ተደፋፊእና ኣይኮናን ኣብ የሱስ እንጸንዕ ሰባት ጎቲቶም ኣምጺኦምና ኣይኮናን ኣብ የሱስ እንጸንዕ ኣብ ውሽጥና ዝተሰወጠና ዝበርሃልና ብርሃን እንፈልጦ ሓቂ ኣብ ውሽጥና ዝተጻሕፈ ናይ እግዚኣብሔር ምኽርን ሕግን ክህሉ ኣለዎ እሞ ንስኻ ክርስቶስ ንዓይ ከምዚ ስለ ዝኾንካ ኣይፍለይን እዩ ሃባኻ ሃለሉያ ሓድሽ ኪዳን የሱስ ክርስቶስ ኣባና እንታይ ምዃኑ ጽቡቕ ገይሩ የስተምህረና እዩ። ኣብቲ ወንጌል ዮሃንስ እንተ ኸድና ጥራይ ግና ስለምንታይ ኢና ኣብኡ ንጸንዕ? ንሱ ኣባና እንታይ ስለ ዝኾነ? ብመሰረት ዮሃንስ ሽዱሽተ ሰላሳን ሓሙሽተን እንጌራ ህይወት ስለ ዝኾነ እንጌራ ህይወት ስለ ዝኾነ ኣባና ክርስቶስ ኣነ እንጌራ ህይወት እየ ኢሉ ባዕሉ ናባይ ዝመጽእ ኣይጠምን ብኣይ ዝኣምን ከዓ ኮቶ ኣይጸምእን እዩ ስለዚ እንጌራ ህይወት እዩ ክርስቶስ ንዓና ምስኡ እንተ ነበርና ኢና ህይወት ዘላለም ረኺብና ዘይንጠምን ዘይንጸምእን። ኣብ ውሽጥና ዘሎ ሃጓፍን ጥሜትን ናይ ህይወት ዝመልኦ እቲ ኻብ ሰማይ ዝወረደ መና፣ እቲ ኻብ ሰማይ ዝወረደ እንጌራ ኢየሱስ ክርስቶስ እዩ። ሃለሉያ! ኣይፍለይን'የ ኣነ ኻባኻ በሉ። ሃለሉያ! ብዘይ ብኣኻ ህይወት የብለይን፣ ብዘይ ብኣኻ ንውሽጠይ ዘዕግብ እንጌራ የብለይን፣ ብዘይ ውዓኻ ንጽምኣተይ ዘርዊ ህይወት የብለይን። ስለዚ ዘዋጽኣኒ ሓደን ሓደን እዩ፣ ኣባኻ ምጥባቕ። ሃሌሉያ! ከም ዝበልዎ ጥቓኹም ዘሎ ሰብ ስርሐይ በልዎ፣ ኣብኡ ምጥባቐይ በልዎ። ስራሕካ እንታይ እዩ? ገነገሌኻትኩም ኣይበልኩምን ኣለኹም እዚ ጭሕመይ ቀሊሉኩም ይመስለኒ በልዎ ኢኹም ጠቓ ስርሐይ በልዎ እስኪ ፃዕረይ በልዎ ሃቐናይ በልዎ ጉያይ በልዎ ኣብኡ ምፅናዕ እዩ ሃለሉያ ናቹራል እዩ ሽዑ እቲ ክኸውን ዘለዎ ነገር ኣምላኽ ዝተመስገነ ይኹን እምበኣር ባዕሉ ኸኣ ኣብ ሸሞንተ ዓሰርታው ክልተ ዮሃንስ ድማ ብርሃን ናይ ህይወትና ከም ዝኾነ ተዛሪቡ ኣሎ። የሱስ ኣነ ብርሃን ዓለም እየ፣ እቲ ዝስዕበኒ ብርሃን ህይወት ክረክብ እምበር ብጸልማት ኣይከይድን እዩ ኢሉ ከም ብሓድሽ ተዛረቦም። ጸልማት ኣብ ህይወትና ዘርሕቕ፣ ዲፕሬሽን ካብ ህይወትና ዘርሕቕ ተጽዕኖ ካብ ህይወትና ዘርሕቕ ናይ ህይወት ብርሃን ናይ ዓለም ብርሃን ኢየሱስ ክርስቶስ እዩ ሃለሉያ ብርሃነይ ኢኻ በልዎ ንየሱስ ሃለሉያ ኣብኡ ምጥባቕ ዘድልየኒ ናይ ህይወተይ ብርሃን ንሱ እዩ ብዘይ ንሱ ህይወተይ ብርሃን የብሉን ብዘይ ንሱ ሓዳረይ ብርሃን የብሉን ብዘይ ንሱ ኣገልግሎተይ ብርሃን የብሉን ብዘይ ንሱ ማሕበርና ብርሃን የብሉን ሓደን ሓደን እዩ እቲ ብርሃን ህይወት ዝኾነ ኣብኡ ምጥባቕ እዩ። ኣለሉያ። ኢየሱስ ጎይታ እዩ። ኣብ ዓሰርተ ትሽዓተ ከምዚ ኢሉ ኣሎ ጎይታ እቲ ደገ ኣነ እየ ብኣይ ዝኣቱ ክድሕን ክኣቱን ክወፅእን መጓሰ ክረክብ እዩ ኢሉ ስለዚ ኣብቲ ናይ እግዚኣብሔር ደንበ ክጓሰ ዝገብረኒ፣ ኣብ ቤት ኣምላኽ ክነብር ዝገብረኒ፣ ምስኡ ጸኒዔ ክነብር ዝገብረኒ፣ ኣብ ትሕቲ ጉስነት ኣምላኽ ክነብር ዝገብረኒ፣ ናብቲ ደገ ዘእትወኒ ናይ ብሓቂ ደገ ህይወትን ደገ ምድሓንን ዝኾነኒ ክርስቶስ እዩ። ሃለሉያ! እረ ኣሜን ባኒ እምበኣር ክርስትና ብክርስቶስ ይጅምር፣ ብክርስቶስ ይኽየድ፣ ብክርስቶስ ይውዳእ። ካብ ክርስቶስ ወፃኢ ዝኾነ ህይወት የለን፣ ካብ ክርስቶስ ወፃኢ ዝኾነ ፅድቂ የለን፣ ካብ ክርስቶስ ዝኾነ ምድሓን የለን። ኢየሱስን ኢየሱስን ጥራይ እዩ። ሃለሉያ! ብጀካኻ ካልእ ዕፁው እዩ፣ ኩሉ ነገር ዕፁው እዩ። ኣለኹም ዶ ምሳይ? እንታይ እቲ ናይ መጀመርታ ዕላማ ናይዚ ትምህርተይ መሲሉኩም ኣብ ሓንቲ ዕፁብ ማዕፀ ክንበፅሕ ኣነ ንስኹም ኣለኹም ዶ ምሳይ? ኣብ ሓንቲ መቀራቅሮ ክንበፅሕ ኣይ ኣም ናቲንግ ክንብል ኣነ ወላ ሓንቲ ኣይኮንኩን ኣለኹም ዶ ምሳይ? እሳይ ዝብሎም ዘሎ ሕብረት ክትገብር እንድሕር ኮንካስ ብዘይ በኣይ ወላ ሓንቲ ክትገብሩ ኣይትኽእሉን ኢኹም። ስለዚ ኣባና ክርስቶስ ብርሃን እዩ፣ ኣባና ክርስቶስ ናይ ህይወት እንገራ እዩ፣ ኣባና ክርስቶስ ናብ መጓሰ ኣምላኽ ዘእተወና ደገና ናይ ምድሓንና ምንጭን መሰረትን እዩ። ኣብ ዓሰርቶ ምዕራፍ ጥቕሲ ዓሰርተ ሓደ ድማ እቲ ሕያዋይ ጓሳ ኣነ'የ፣ እቲ ሕያዋይ ጓሳ ንህይወቱ በጃ ኣየሕልፈን፣ ህይወቱ ዘሐለፈ በጃና ናይ ህይወትና ጓሳ ሃለሉያ። እረ ኣሜን እባኒ። ብዛዕባ ምንባርና ዝሓስብ፣ ብዛዕባ ሰናይና ዝሓስብ፣ ኣበይ ከም እንውዕል፣ ኣበይ ከም እንሓድር፣ እንታይ ከም እንሰቲ፣ ናበይ ገጽና ከም እንኸይድ ዝሓስብ ሕያዋይ ጓሳ። እዚ ምስ ተረድአት እያ እታ ዘማሪት ድያ ዋላ እቲ ዘማሪ ኣይፍለይን እየ የሱስ ካባኻ ጥዒምኒሎ የሱስ ፍቅርኻ ኣይፍለይንየ የሱስ ካባኻ ጥዒምኒሎ የሱስ ፍቅርኻ የሱስ ነፍሰይ ኣብ ድሕረኻ ትጠብቃላ ካባኻ ይፍለይኒላ ካባኻ ይፍለይኒላ ካባኻ ይፍለይኒላ ዝማራይ ዶ ኮይነ ኣሕሊፍኩምኒ ዲኹም ገና ሓደ ግዜ ኳየር ጨኢኻ ትኾንካ ኢሎምኒ ሃለ ሓመ ኢሉ ስጋ ምንታይ ማለት እዩ ኣብ ጨኢኻ ኳየር ትኾንካ እምበር ወንጌልካ ፈሓር ኢሎምኒ ሓደ ግዜ ነፍሰይ ኣብ ድሕሪኻ እንታይ ትገብር ኣላ? ትጠብቕ ኣላ። ኣለኹም ዶ ምሳይ? ነፍሰይ ኣብ ድሕሪኻ እንታይ ትኸውን ኣላ? ትጠብቕ ኣላ። እተወፅዓኒ ንስኻ ኢኻ። ኣባይ እንተሃሊኻ ጥራይ እዩ ብርሃን ዘሎኒ። ኣባይታ ሃሊኻ ጥራይ እዩ ህይወት ዘለኒ፣ ኣባይታ ሃሊኻ ኢኻ ፍረ ጽድቂ ዘለኒ፣ ኣባይታ ሃሊኻ ኢኻ ፍረ መንፈስ ቅዱስ ዘለኒ፣ ኣባይታ ሃሊኻ ኢኻ ፍረ ኣገልግሎት ዘለኒ፣ ኣባይታ ሃሊኻ ኢኻ ንኣቦ ከኽብር ዝኽእል ነገር ጽቡቕ ነገር ካባይ ዝቕንጠብሲ ኣባይታ ሃሊኻ ጥራይ ኢኻ። ኣሜን ዶኒ ተዋጻኒ ኢኻ በልዎ ንጎይታ ሃሌሉያ። የዋፂ እዩ የዋፂ እዩ ጎይታ ብለኩም ኣሎ ኣብ ዓሰርተ ሓደ ዕስራን ሓሙሽተን ዮሃንስ ባዕሉ ጎይታ ከምዚ ኢሉ ኣነ ኸዓ ኢሉ የሱስ ትንሣኤን ህይወትን ኣነ እየ እቲ በኣይ ዝኣምን እንተ መቶ እኳ ብህይወት ክነብር እዩ ሃሌሉያ ትንሣኤ ህይወተይ ኢየሱስ እዩ ሃሌሉያ ኣብ ህይወትና ኢየሱስ መን እዩ ንብል ኣለና ትንሳኤ እዩ ሕጂ ኣብዚ ምድሪ ዝነገር ከለና ዝሞተ መንፈስና ዘተንስአ ህይወት ዝሃበና ንነገራትና ዘተንስእ ብዳግማይ ምንጻቱ ድማ ዘተንስኣና ናይ ትንሳኤና ምንጪ ናይ ትንሳኤና መሰረት ኢየሱስ እዩ እምበኣር የሱስ እንታይ ኢና ንብሎ ዘለና መሲልኩም ጥቕልል ብዝበለ ሕሉፍ ህሉው መጻኢ ምንጪ ናይቲ ኣሎኒ ዝብሎ ነገር ንስኻ ጥራይ ኢኻ ኣሜን ዶኒ እግዚኣብሔር ኣምላኽ ይባርኩም ራእይዎ ይኹም ነጥኻም ዘሎ ሃሌሉያ ኣባይ ዘሎ እስኪ በሎ ሃሌሉያ በልዎ ብልዎ ምሳይ ስበኹ ጆኻትኩም ኣባይ ዘሎ በልዎ ጽቡቕ ነገር ምንጩ የሱስ ጥራይ እዩ ስለዚ እቲ ጽቡቕ ነገር ኣባና ክበዝሕ እንድሕር ኮይኑ ሓንቲ ስራሕ ኣላትና፣ ሓንቲ ጽዋዓ ኣላትና፣ ሓንቲ ጉያ ኣላትና፣ ካብ ፍቕሪ ክርስቶስ ከይንፍለ ምስኡ ጠቢቕና ክንነብር ኣይፍለይኒ ኣነስ ካባኻ ክንብሎ ኣሜን እባኒ እስከ ኣይፍለይኒ በሎ ሃለሉያ ኣይፍለይኒ እየ ከምዚ ኢሉ ጐይታ ተስፋ ከቑርጸና ተደልዩ እሞ ኣብ ሓደ ዕጹው ማዕጾ ክንበጽሕ ከለና ብዘይካይ ሓንቲ ክትገብሩ ምኽንያቱ ጉንዲ ተደይ ሃልዩ ጨንፈር ድማ ምስቲ ጉንዲ እንተዘይ ተጣቢቑሲ ካብ ርእሱ እንታይ ክገብር ኣይክእልን እዩ ክፈሪ ኣይክእልን እዩ ኣነ ዝሞተሉ መዓልቲ እዩ ሎሚ ኣረ ኣሜን ደንዩ ሚ ኣነ ዝብል ነገር ክመውት ክኽእል ኣለዎ ኣነ ተዘይሞይቱ ጎይታ ይረአን እዩ ሓንቲ ነገር ክትገብሩ ኣይትኽእሉን ኢኹም። እቲ ጉንዲ ወይኒ ኣነ እየ ጨንፈር ንስኻትኩም ኢኹም ከምቲ ጨንፈር ብዘይቲ ጉንዲ ክፈሪ ዘይክእልሲ ሓንቲ ዋዋዋዋዋው እዚ ብርሃን እዚ ይሃብኩም እዚ ብርሃን እዚ ይብዛሕ ኣብ ህይወትኩም እረ ኣሜን ባኒ እንታይ ክኸውን እዩ ስራሕና መሲልኩም? ዋዋዋዋዋዋዋ ድርቕርቕ ከይብል ናብ የሱስ ምጥባቕ፣ ቀጨውጨው ክብል ከይብል ናብ የሱስ ምጥባቕ፣ ኣብ ዲፕሬሽን ከይኣቱ ናብ የሱስ ምጥባቕ፣ ክፈሪ ናብ የሱስ ምጥባቕ እረ ኣሜን እባኒ ሓይሊ ካብኡ ክቕበል ናብ የሱስ ምጥባቕ ህይወት ክበዝሓለይ ናብ የሱስ ምጥባቕ ሰናይ ነገር ካባይ ክረአ ናብ የሱስ ምጥባቕ ማይ ክላቦ ዳንሳ ሃሌሉያ ጎይታ ንጳውሎስ ስለ ዝመሃሮ ማለት ብድሕሪ ባይትኡ ጳውሎስ ምናልባት ንኹላትና ተደይበሊጽና ካባና ዝስንእስ ሰብ ኣይኮነን ብኹሉ ዓይነት መምዘኒ ማለት እዩ ብሞራላዊ ስታንዳሩ ብዘርኡ ብዓሌቱ ብዘለዎ ቅንኣትን ተወፋይነትን ብዘለዎ ናይ ትምህርቲ ድሕሪ ባይታ ሎንግስቲክ እዩ ፈላስፋ እዩ ብዙሕ ክፅብፀብ ዝኽእል ነገራት ኣሎ ግን ሓደ ፍልጠት ምስ ፈለጠ ሓንትን ሓንትን ኮይና ዕላምኡ ሓሳቡ ሓደን ሓደን ጥራይ ኮይኑ ነቲ ዝነበሮ ፍልስፍና ክብርብይ ዝገበሮ ነቲ ዝነበሮ ሞራላዊ ብቕዓት ክብርብይ ዝገበሮ ነቲ ዝነበሮ ነገራት ብምሉኡ ዓሌታውነት ክድርቢ ዝገበሮ እቲ ብክርስቶስ የሱስ ዝርከብ መድሓንን ጽድቅን እዩ። ሽዑ ብዛዕባ ኣገልግለቱ ክዛረብ ከሎ ኣብ ካልኣይ ቀረንጦስ ምዕራፍ ሰለስተ ፍቕዲ ኣርባዕተን ሓሙሽተን ከምዚ ኢሉ ብክርስቶስ ግና ኣብ ኣምላኽ ከምዚ ዝበለ እምንቶ ኣለና ተቓል ኣስተብህሉ ላኢኹም ብመን እዩ ዝብል ዘሎ ብክርስቶስ ብክርስቶስ ከበሉ እስከ ዓው ኢልኩም ብክርስቶስ በሉ ሃለሉያ። እምንቶይ ብክርስቶስ እዩ፣ ኣብ ኣምላኽ ከምዚ ዝበለ እምንቶ ኣለኒ ኢሉ ብዛዕባ እቲ ዝጎየዮ ጉያ ማቕሊል ሰብኣይ ኣይኮነን። ሰለስተ ርብዒ መጽሓፍ ቅዱስ ዝጸሓፈ ልዕሊ ሓምሳን ሽዱሽተን ከተማታትን ገጠራትን ዝዞረ ሰለስተ ሃዋርያዊ ጉዝዖ ዝጓዓዘ ኣዝዮም ብዙሓት ሃዋርያት ዘሰልጠነ ብዙሓት ማሕበራት ዝተኸለ ብግብሪ ሓይሊ ብተኣምራት ዓበይቲ ነገራት ዝገበረ፣ ምዉታት እውን ዘተንስአ፣ ክሳብ ሳልሳይ ሰማይ ዝኸደ ሰብኣይሲ ኣብ ሓደ እዋን ክዛረብ ከሎ ከምዚ ኢሉ መስኪሩ፣ ብክርስቶስ ኢሉ። ብክርስቶስ ኣብ ኣምላኽ ከምዚ ዝበለ እምነት ኣሎና ኢሉ ክእለትና ካብ ኣምላኽ ደኣ እዩ እምበር ካብ ርእስና ገለ ከም ዘምጻና ሓንቲ እኳ ክንሓስብ ኣይከኣለናን እዩ ሓንቲ እኳ ዝገበርናዮ ነገር እንተ ሃልዩ፣ ዝፈረናዮ ፍረ እንድሕር ሃልዩ፣ ዝተዓወትናዮ ዓወት እንድሕር ሃልዩሲ፣ ናብ ኣእምሮይ ስለ ዝጸምካ ኢኻ፣ እስኻ ብዙሕ ስለ ዝጸዓርካ ኢኻ ዝብል ሓሳብ ብልጭ ኣይብለንን እዩ። ሓደ ግዜ ጥራይ ክረይዚ ኮይኑ ኣጸሊሎሞ ነይሮም። ኣለኹም ደምሳይ ሓንሳብ በቃ ክረይዚ ክኸውን ነውኒቦሞ ነውኒቦሞ ክዕሾ ሓንሳብ ክጽለል ግደፉኒ ኢኹም ኢልዎም። እንታይ ዝብል ዘሎ ክሓስብ ኣይኮነለይን እዩ ኣብ ዝሓለፈ እዋን ክዛረብ ከለኹ ሓንቲ ፅሕፍቲ ዘንበብኳ ነጊረኩም ነይረ ንሓሳባትካ ተጠንቀቐሉ ከመይሲ ብኣፍካ ክወፅ እዩ ሎሚ ትዛረቦ ዘለኻ ዘረባ ኣደብ ግበረሉ ቀፊር ግበረሉ ምክንያቱ ፅንሒልካ ክትገብሮ ኢኻ ሎሚ ዘለካ ተግባርን ኣነባብራን ብኣጋ እንተዘይ ኣዐሪኻዮ ልምድኻ ክኸውን እዩ። ልምድኻ ድማ ንባህሪኻ ክቐርጾ እዩ። ባህሪኻ ድማ ንመጻኢኻ ክውስኖ እዩ። ስለዚ ሃዋርያ ጳውሎስ ኣብ ምንታይ ይሰርሕ ዘሎ ክሓስብ ኣይኮነለይን እዩ። ሙት እናተንሰእ ከሎ ሰለስተ ርብዒ መጽሓፍ ቅዱስ እናጸሓፈ ኸሎ፣ ሳልሳይ ሰማይ እናደየበ ኸሎ፣ ብዙሓት ኣገልገልቲ እናሰልጠነ ኸሎሲ ምንም ነገር ኢሉ ባዕሉ ክዛረብ ከሎ ኣነ ተኺለ ኣጵሎስ ድማ ኣስትዩ ኣምላኽ ግማ እንታይ ገይሩ ኣብቂሉ እቲ ዝዘርእ እቲ ዘስቲ ዝዓብሱ የብሎምን ር ናቲንግ ኢየሱስ ክርስቶስ ጎይታ እዩ ማሓደ ምስጢር ኢሉ እዚ ዝነብሮ ዘለኹ እዚ ዝፈርዮ ዘለኹ እዚ ዝዓዮ ዘለኹ ምስጢሩ ሓደ እዩ ኢሉ ክርስቶስ ኣባይ ይነብር ስለ ዘሎ እዩ። መን ኣባይ ይነብር ስለ ዘሎ? ክርስቶስ ኣባይ ይነብር ስለ ዘሎ። ገላትያ ክልተ ዕስራ ግናኸ ክርስቶስ እየ ኣባይ ዝነብር ዘሎ እምበር ደጊም ኣነ ኣይኮንኩን ዝነብር ዘለኹ እዚ ሕጂ ብስጋ ዝነብሮ ዘለኹዎ ድማ ብእምነት በቲ ዘፍቀረኒ ምእንታይ እውን ነፍሱ ዘሕለፈለይ ወዲ ኣምላኽ እየ እንታይ ዝገብር ዘለኹ ዝነብር ዘለኹ ኣሜን ዶን እዩ ክገርመኩም ጴንጠ እንታይ ኢና ንገብር መሲልኩም ኣብ ጾምን ጸሎትን ድሕር ቀኒኻ ሰማያት ከፊትልካ ድሕር ቀኒዑ በረምረም ክትብል ተቐኒኻ ከመይ ቀኒኻ ተኢሎምኻ ፕሬይዝ ጋድ ሃለሉያ ጃጃ ትብል ሰማያት እንድየ በቃ ቀሪበ እዮም ነቶም መልኣኽቲ ዓይነቱ ቁሩብ ጥዋዕዋዕ ክትብል እንድሕር ቀኒኻ ከዓ ከመይ ኣለኻ ብፀግኡ ትብል እቲ ማይንድሰት ረኣይዎ ኢኹም ሕጂ ስለ ዝደኸመ ኣይኮነን ሃዋርያ ጳውሎስ ብጸጋ እየ ዝነብር ዘለኹ ዝብል ዘሎ ይፈሪ ኣሎ ይዓይይ ኣሎ ይጎይይ ኣሎ ማልቲፕላይ ይኸውን ኣሎ ዓበይቲ ነገራት ይገብር ኣሎ ኣብቲ ከምኡ ዝገብረሉ ዝነበረ እዋንሲ ካልእ ከይትሓስቡ ክርስቶስ ኣባይ ኮይኑ እዩ ዝዓይ ዘሎ እዚ ዝነብሮ ዘለኹሲ ብመን እየ? በቲ ዘፍቀረኒ፣ በቲ ህይወቱ ዝሃበኒ፣ በቲ ምእንታይ ዝሞተ ጐይታ እየ ዝነብር ዘለኹ ኢሉ ኣምላኽ ዝተመስገነ ይኹን። ኣሜን ዶኒ ዋው እምበኣር እንታይ ማለት እዩ መሲልኩም ሎሚ እቲ ቓል ኣምላኽ እንታይ ዝብለና ዘሎ መሲልኩም? በቲ ዘለካ ክእለት፣ በቲ ዘለካ ሞራላዊ ስታንዳር፣ በቲ ዘለካ ናይ ኣእምሮ ዓቕሚ፣ በቲ ዘለካ ስነ ምግባር፣ በቲ ዘለካ ብቕዓት፣ በቲ ዘለካ ኩሉ ነገር ካብኡ ሓሊፉ እውን ብመገዲ ሕጊ እውን እንተኾነ ሓንቲ ነገር ክትገብር ኣይትኽእልን ኢኻ። ኣለኹም ነምሳይ ወላ ሓንቲ ነገር ክትገብር ኣብ ዘይትኽእለሉ እዋን ረድኤት ጥራይ ኢኻ ትደሊ ምንም ነገር ክትገብረሉ ኣብ ዘይትኽእል ነገር ኣብዚ ምርዳእ እዚ ምስ በፃሕና ቶታል ሰረንደር ንገብር የሱስ ክርስቶስ ጎይታ እዩ እሞ ካብ ዝተበጊስና ገለገለ ፕራክቲካል ዝኾነ ኣፕሊኬሽን ክንወስድ ኢና እቲ ሕብረትና ምስቲ ጉንዲ ክዓይ ማለት እዩ እታ ፎርሙላ ንሰርሓ ዘለና ንሳ ክዛረባ እየ ኣማኒ ኣብ ክርስቶስ ተደመሮ ክርስቶስ ኣብ ኣማኒ ይኸውን ብዙሕ ፍረ እዚኣ እታ ፎርሙላ እዛ ፎርሙላ እዚኣ ክትዓዪ እንድሕር ኮይና ድማ ኣቦ ክተክል ነይርዎ የሱስ ክርስቶስ ጉንዲ ክኸውን ነይርዎ ንሕና ጨናፍር ኮይንና ኣብኡ ክንጠብቕ ነይርና መንፈስ ቅዱስ ድማ ካብቲ ጉንዲ ናባና ፍሎው ዝገብር ህይወት ኮይኑ ህይወት ይህበና ሓይሊ ይህበና ከይንቕምስል ይገብረና ክንፈሪ ይገብረና ስብሓት ንዋዳ ኣምላኽ ይኹን ክብሪ ሃቦ ንጎይታ የሱስ ስለዚ እቲ ፕሪኮንዲሽን እንታይ እዩ ክጠብቕ ክፀንዕ ናይ መጀመርታ ነገር ማለት እዩ ኣምላኽ ብፍልጠት ይባርኸና ብብርሃን ቃሉ ይባርኸና ኧረ ኣሜን ባኒ ክልተ ፍልጠት ክንፈልጥ የድልየና ኣሎ። ምርዳእ ኣብ ህይወትና ክመጽእ ደልዩ ኣሎ እግዚኣብሔር ይመስገን ኢየሱስ ክርስቶስ ጎይታ እዩ። ሓደ ነገር ክነግረኩም ኣሕዋተይ ሓደ ቃል ኣምላኽ ዝብሎ ሓቂ መልእኽቱን ትርጉምን ሓሳቡን እንተዘይተረዲእና ናትና ኣይኮነን። ክደግሞ ዶ? ኣብ ቃል ኣምላኽ ተጻሒፉ ዘሎ ሓቂ፣ ኣብ ቃል ኣምላኽ ተጻሒፉ ዘሎ ጽቡቕ ነገር፣ ኣብ ቃል ኣምላኽ ተጻሒፍልና ዘሎ ሰናይ ነገር ሓሳቡን ትርጉሙን እቲ ኣምላኽ ከመሓላልፎ ዝደለየ መልእኽቲ እንተዘይተረዲእና ናትና ኣይኮነን። እሞ ክባርኸኩም ዶ እግዚኣብሄር ብብርሃን ቃሉ ይባርኽኩም እግዚኣብሄር ንቕዱሳት ጽሑፋት ከተስተውዕልዎ ኣእምሮኹም ይኽፈተልኩም ነተን ጽሑፋት ከስተውዕልወን ኣእምሮኦም ከፈተሎም ከም ዝበለ ሎሚ እግዚኣብሄር ኣምላኽ ምኽሩ ከተስተውዕልዎ ቃል ኣምላኽ ክትርድእዎ ምእንትስ ኣእምሮኹም ይኽፈቶ ሓደ ግዜ ይበሃል ሓደ ሃብታም ሰብኣይ ነጋዳይ እዩ ክነግድ ኢሉ ከይዱ እናተመልሰ ከሎ ኣብ ሓደ ቦታ ሸፋቱ መፅኦም ከቲሮሞ ከትኪቶሞ፣ ኣይ ምዉታይ ጥዑይ ገይሮም ድማ ገዲፎሞ። ኣብቲ ኣፍ መገዲ ሓንቲ መበለት ሰበይቲ ትነብር ነይራ። ኣዝያ ድኻ እያ እታ ሰበይቲ እቲኣ፣ ሕያወይቲ እያ ግን ከምዚ ከማኻትኩም። ነቲ ማዕጾኣ ክፍት መሰ በለቶ፣ ኣብ ቅድሚ ገዝኣ ዝተደፍአ ምስኪናይ ሰብኣይ ሪኣ ናብቲ ገዝኣ ይእትያቶ ነዚ ሰብኣይ እዚ በቃ ተኸናኺናቶ በቲ ዘለዋ ነገር ማለት እዩ ህይወት ዘሪኡ ክልተ ሰሙን ዝኣከል ምስኣ ተቐሚጡ ጥዕና ረኺቡ ትንፋስ ሰኺዑ ነታ ሰበይቲ ኣመስጊንዋ ነታ ሰበይቲ ብጣዕሚ እየ ዘመስግነኪ ካልእ መዓልቲ መፅየ ክርእየኪ እየ ኢልዋ ሓንቲ ነገር ፅሕፍ ፅሕፍ ፅሕፍ ኣቢሉ ወረቐት እዚኣ በሊንኪ ክንዲ ብዙሕ ረኣያ ኢሉ ሂብዋ ከይዱ እዛ ምስኪን መበለት ድኻ ሰበይቲ ንሱ ዝሃባ ንእሽተይ ወረቐት ንእሽተይ ናይ ስእሊ ቤትሮ ነይራታ ኣብኡ ኣቐሚጣታ መዘከርታ እንታይ ከም ዝገበረትሉ ነዚ ሰብኣይ እትዝክረላ ወረቐት እያ ኣብኡ ነዊሕ ግዜ ከምኡ ኢላ ክትነብር ምስ ጀመረት፣ ሓደ ግዜ ቤተሰባ ክበጽሕዋ ኢሎም መጺኦም። ኣብቲ ገዛ መጺኦም እናረኣዩ ከለዉ ሓደ ካብቲ ቆልዓ ነታ ኣብ ቤትሮ ዝነበረት ወረቐት ርእይዋሲ፣ ኣደ ኢልዋ ወይ ዓባየይ ኢልዋ፣ እዛ ወረቐት እዚኣ ደኣ መን ሂብኪ? ኢልዋ። እዚኣ ኢላቶ እታ ታሪኽ ነጊራቶ ከምዝን ከምዝን ከምዝን ከምዚ ኮይኑ ኢላቶ ሎንግ ስቶሪ ሓፂር ክንገብሮ ኣብዚኣ ምስ ዓለኽዎስ መዘከርታ ወረቐት ፅሒፍለይ ከይዱ ኢላቶ እውይ ኣደይ ኢልዋ እዚ ፅሒፍልኪ ዘሎ ናብራኺ ዝቕይር ቸኪ ኢልዋ ካብዚ ዘለኽዮ ቦታ ዘውጽኣኪ ኣብ ዓበይቲ ቦታ ኣብ ክቡር ቦታ ኣብ ደሓን ቦታ ዘንብረኪ ቸክ ይጽሒፍልኪ ንስኺ ኣብ ባንኪ ኬትኪ ክለይም ጥራይ ክትገብርዮ እዩ ዝግብኣኪ ነይሩ ኣብ ገዝኣ ታሪኻ ዝልውጥ ቸክ ነይሩ መነባብሮኣ ዝልውጥ ቸክ ነይሩ ካብቲ ዘላቶ ዘውፅኣ ቸክ ነይሩ እዛ ሰበይቲ ግና ዘይተምሃረ ነየድሕን ነይተወቕረ ድማ ነየጥሕን ከም ዝብሉ ኣቦታት እናረኣየቶ ኣብ ጸጽባሕ እናረኣየቶ እናንበበቶ ህይወት ኣይተለወጠን ኣለኹም ዶ ምሳይ

እንታይ ይብል ኣሎ? ፍልጠት የድልየና ብዛዕባ እቲ ጉንዲ ከነስተውዕሎ መንፈስ ቅዱስ ክረድኣና ኣለኹኑ ምሳይ ዳሽዋይ እዩ ሃዋርያ ጳውሎስ ኣዒንቲ ልብኹም በሪሁ ኢሉ ብርሃን የድሊ ተኻልኣይ እንታይነትካ ምፍላጥ መንነትካ ምርዳእ ኣምሳምባዲ ትብል እንድሕር ኮንካ ምንም ነገር ኣይኮንካን ንብለካ ኣለኹ ሎ መዓልቲ ደረጃ ትምህርትኻ ልዑል ክኸውን ይኽእል፣ ብትሕዝቶ ዝረኸብካ ክትከውን ትኽእል፣ ኣብ ደሓን ቤተሰብ ዝተወለድካ ክትከውን ትኽእል፣ እንዳ ኣንቱ ክትከውን ትኽእል፣ ብዘየገድስ you are nothing ምንም ነገር ክትገብር ኣይትኽእልን ኢኻ ይብለካ ኣሎ ጎይታ የሱስ። ኣብዛ ዕጽውቲ ማዕጾ ምስ መጻና ፍልጠተይ፣ ትምህርተይ፣ ብቕዓተይ፣ ሞራለይ፣ ዘለኒ ትሕዝቶ ኩሉ ምንም ነገር ኣይኮነን ሓደን ሓደን እዩ ምንጪ ሰላመይ ኢልካ ናብ የሱስ ምጥባቕ እዩ። ኣሜን ዶኒ ጎይታ ንዓይ ደግፍ ንዓኻትኩም ድማ ይደግፍ። ኣሜን ዶኒ ከምዚ ኢሉ ሽግርና ዘይምፍላጥና እዩ ኣለኹም ነምሳይ ኣለኹም ነምሳይ ሽግርና በልዎ እስኪ ጣኹም ዘሎ ኣጆኹም ኮ በልዎ ደሓነይ በልዎ ኣጆኹም በቃ ተር ከም ዓተር እንዲ ኣነ ከዓ ርእሰይ ወሲኸ ኣለኹ ሽግርና እስከ በልዎ ዘይምፍላጥና እዩ ገላትያ ሓደ ካብቲ ከነጽንዖ ከለና ዝምህረና ምህሮ እንታይ ኣሉ ሽምና ወረስቲ ኢና ሽግርና ግና ቁልዕነት እዩ ኣለኹም ዶ ምሳይ ወራሲ ከለኻ ንኣምላኽ ክትወርሶ ባህሪ ኣምላኽ ክትወስር በረኸት ኣምላኽ ክትወርስ ተጸዊዕካ ከለኻስ ህፃን ስለ ዝኾንካ ግን ኣብ ትሕቲ መጉዚት ትነብር ከምዚ ኢሉ ቃል እግዚኣብሔር ቁርብ ደቃይቅ ሃብኒ እስርከብ ብላ ነታ ሓሳበይ ሃብታምን ፈሳስን እየ፣ ሓንቲ ዝደልያ ነገር እኳ የብለይን ብምባልካ ሕሱርን ዘደንግጽን ነዳይን ዕዉርን ዕሩቕን ምዃንካ ኣይትፈልጥን ኢኻ ዘሎኻ። እንታይ ከም ዝኾንካ እንታይ ኣይገበርካን? Now you don't know. You don't know nothing about yourself. ሃብታም እየ ትብል ኣለኻ፣ ፈሳሲ እየ ትብል ኣለኻ። ከምዝን ከምትን እየ ትብል ዘለኻ እቲ ዘሕዝን ግና ነዳይ ምዃንካ ባዶ ምዃንካ ዕሩቕ ምዃንካ ምንም ነገር ዘይምግባርካ ዘይምህላውካ እሱ ሰኣን ምፍላጥካ እዩ ኢሉ እንተ ትፈልጥ ኢሉ እንተ ትፈልጥ ድቃስ ትስእን እንተ ዝርድኣካ ድቃስ ትስእን እሞ ንዒንትኻ ኩሕሊ፣ ንመገድኻ ብርሃን፣ ንህይወትካ ሓይሊ፣ ንኣገልግሎትካ ፍረ ሲ ናባይ መጺኻ ምለመንካ ኣነ ኸኣ እንታይ ምገበርኩኻ ሃለሉያ ከም ዝበልዎ እስኪ ኣይፍለይኒ ኣነ ካባኻ በልዎ ሃለሉያ ንእስራኤል ከምዚ ኢልዎም ኣምላኽ ዝምዕደና ዘሎ ሎ መዓልቲ ኮለል ኣይትበል ኢኻ ኣለኹም ነምሳይ ግዜኻ እንታይ ኣይተግበር ኢኻ ቀልጢፍካ ኢትካሃብ ቀልጢፍካ እንታይ ግበር ኢኻ ኢትካሃብ ጥቓኹም ዘሎ ሰብ እስኪ ቀልጢፍካ ተማረ ክበልዎ ቀልጢፍካ እንታይ ግበር ኢኻ ቀልጢፍካ ኢትካሃብ ቀልጢፍካ ተባረኽ ከምዚ ኢልዎም ጎይታ ሕጅስ ከምቶም ኣቦታትኩም ተረርቲ ክሳድ ኣይትኹኑ፣ ኢትኩም ደኣ ንእግዚኣብሄር እንታይ ግበሩ? ሃቡ። ከም ኣቦታትኩም እንታይ ኣይትግበሩ ኢኹም? ኣይተትርርዎ ክሳድኩም። ቀልጢፍኩም ንእግዚኣብሔር ኢትኩም ሃብዎ ቀልጢፍኩም ተማረኽሉ ናብቲ ጉንዲ ተጣበቑ ናብቲ ምንጪ ተጣበቑ ናይ ህይወት ምንጪ ናይ ሰላም ምንጪ፣ ናይ ብርሃን ምንጪ፣ ናይ በረኸት ምንጪ፣ ናይ ፈውሲ ምንጪ፣ ናይ ሓይሊ ምንጪ፣ ናይ ጽድቅናን ቅድስናናን ምንጪ። ሃለሉያ! ናብኡ ተጣበቑ፣ ኢድኩም ሃቡ። ኣሜን ዶ ምኸድኩ እቲ ግዜ እኸደኒ ኣሎ ግን ሓሙሽተ ኣፕሊኬሽን ክበኩም ኣትሊስት ሰረንደር ንገብረሉ ፕራክቲካል ኣብ መወዳእታ ኣነ ፕራክቲካል ዝኾነ ነጥብታት ክህብ እየ ደስ ዝብለኒ ኣለኹም ነምሳይ ኢድካ ዶ ክትህብ ትደሊ ኢኻ ክትጠብቕ ዶ ትደሊ ኢኻ ሰረንደር ዶ ክትገብር ትደሊ ኢኻ ሕጂ እቶም ተምሃሮ ገለገለ ሰለስተ ኣርባዕተ ፅሑፋት ከም ዝረኸብክዎ ሓሙሽተ ደረጃታት ናይ ምውፋይ ኣሎ ሓሙሽተ ደረጃታት እዚኤን ቀልጢፍኩም ጸሓፍወን ኢኹም። ሓሙሽተ ኣበይ ከም ዘለኹም ድማ ርእስኹም ርኣዎ ኢኹም። ቀዳመይቲ ንእግዚኣብሄር እተወፍየሉ እታ ፕራይሜሪ ንእግዚኣብሄር ክትህቦ ከተወፍዮ ትኽእል ገንዘብካ እዩ። ኣለኹም ነምሳይ ብዛዕባ ገንዘብ ኣይኮንኩን ክሰብኽ ደልየ ምክንያቱ ገንዘብ ሰሪሕካ ዘምጻኻዮ ባዕልኻ ስለ ዝኾነስ እንታይ ክትገብሮ ትኽእል ኢኻ ንሰብ ክትህቦ ትኽእል፣ ንለማናይ ክትህቦ ትኽእል፣ ንገለ ክትህቦ ትኽእል ኢኻ። ገንዘብ ንኣምላኽ ምሃብ ዝኸብደካ እንድሕር ሃልዩ ርእስኻ ኣይትህብን ኢኻ። ከማን ጋይስ ኣለኹም ነምሳይ እቲ ቤዚክ ዝኾነ ናብ እግዚኣብሔር ርእስኻ ትህወሉ እትውፈየሉ ኤለመንታሪ ነገር እንታይ እዩ? ኣምላኽ ካብቲ ዝሃበካ ገንዘብ ኢኻ እንታይ ትገብር ማለት እዩ? ትህቦ ማለት እዩ። ካልኣይ ሓይልኻ ሓይልኻ ንኣምላኽ ትህቦ ጉልበትካ ትህቦ ኣለኹም ንምሳይ ታለንትኻ ትህቦ ብቕዓትካ ትህቦ ተኣለኒ ትብሎ ነገር እግዚኣብሔር ዝሃበካ ነገር ትህቦ ማለት እዩ ናይ ብሓቂ እትውፈየሉ ሰብ እትውፈየሉ ነገር ሓይልኻ ትህቦ ነገር እዩ ሳልሰይቲ ግዜ ትህቦ ግዜ ትህቦ ታይም ኢዝ ፕሬሽስ ግዜ ህይወት እዩ ግዜ ገንዘብ እዩ ግዜ ፍልጠት እዩ ግዜ ኩሉ እዩ ግዜ ትህቦ ንጎይታ ሓደ ሰብ ገንዘብ ክህብ ዘይከኣለ ብቕዓቱ ክህብ ኣይክእልን እዩ ብቕዓቱ ዘይሃበ ግዜ ክህብ ኣይክእልን እዩ እዚኣ ሳልሳይ ደረጃ እያ ራብዐይቲ ደረጃ ድማ ልብኻ ከይከስሮ ዝፈርሆ ነገር ኢኻ ተቦ ንእግዚኣብሔር ኣለኹም ነምሳይ ልብኻ ክኸስሮ የብለይን ዝብሎ ነገር ፕሬሽስ ዝኾነ ንዓኻ ነገር ኢኻ ናብ ኣብርሃም መፅኡ እግዚኣብሔር ኣብርሃም ኣይ ኖው ዕስራን ሓሙሽተን ዓመት ተማሃሊልካ ዝረኸብካዮ ወድኻ እዩ ናይቲ ኣነ ዝበልኩኻ ተስፋ ምንጪ እዩ ግን ኣንጊህካ እንታይ ግበረለይ ኢኻ ሰውኣለይ ኢኻ ሕጂ ክጠፍዓኒ እዩ እትብሎ ነገር ተስፋ ትገብሮ ነገር ንዑ ኢኻ ንእግዚኣብሄር ትህቦ እቲ ኦልቲሜት ናይ እግዚኣብሄር ሰረንደር ምግባር ድማ ፍቓድካ ኢኻ ንእግዚኣብሄር ትህቦ ኣለኹም ንምሳይ ፍቓድካ ምስ ሃብካዮ ንርእስኻ ዘይኮነስ ንፍቓድጉ እተገዛእካ ሰብ ትኸውን ኣሜን ደኒ ስለዚ ብኢንተግሪቲ ክዛረብ ንርእሰይን ንዓኻትኩምን ማለት እዩ ኣነ ንኣምላኽ ካብቲ ዝሃበኒ ከይሃብክዎ ፍቓደይ ሂበካ እብል እንተለኹ ኣብ ኣብ ላዕሊ ኮይኑ እግዚኣብሔር ሓሶት እዩ ዝብለና ኣለኹም ነምሳይ ናው ዳስ ናት ራይት እዩ ዝብለና ጉልበትና ካልእ እናወሰዶ፣ ክእለትና ካልእ እናወሰዶ፣ ዓቕምና ካልእ እናወሰዶ ዘመነይ ሂበካ እንተበልናዮ ዳስ ናት ራይት እዩ ዝብለና ኣለኹም ንምሳይ ኣምላኽ ንዓይ ይሓግዝ ንዓኻትኩም ይሓግዝ ካብ ዘለናዮ ክንትንስእ ኢና ተደይ ወፃኹም ፈቱ ሓሙሽተ ደቂቕ ኣብ ቅድሚ እግዚኣብሔር ደው ኢልና ክንጽሊ ኢና። ዳና ሓወይ ናብዚ ክትመጽእ ኢኻ። ሙዚቀኛ ናብዚ ክትመጽእ ኢኻ። ኣይፍለይን እየ ጎይታ ካባኻ በልዎ። ምርጫይ ንስኻ ኢኻ። ናይቲ ኩሉ ዝደልዮ ነገር ናይቲ ኩሉ ነገር ዝጽበዮ ዘለኹ እንኮ መገዲ እንኮ ሂወት እንኮ ሰላም እንኮ ሓርነት ትበኒ ንስኻ ኢኻ በልዎ። ቁሩብ ንእሸተይ ክጽልዩ ይደሊ ኣለኹ ሪስፖንድ ንግበር ነቲ ጎይታ ዝዛረበና ዘሎ። ርእስና ዘይሃብና ዘይወፈና ሰባት እንድሕር ሃሊና this is the time። ንምድሓን ይኹን ነቲ ኣምላኽ ዝሃበና ነቲ ጎይታ ዝገብሮ ነገር ኩሉ ነገር ኣብ ህይወትና ክንህብ ፍቓደኛታት ዝኾንካ የሱስ ጎይታ እዩ እስኪ ሓንሳብ ክልተ ሰለስተ ደቂቕ ነቲ መንፈስ ዕድል ንሃቦ እንካ ህይወተይ እንካ ክንብሎ ኢና እንካ ህይወተይ እንካ ክንብሎ ኢና እንካ ህይወተይ እንካ እንካ ሓይለይ እንካ እንካ ክእለተይ እንካ እንካ ግዜይ እንካ እንካ ገንዘበይ እንካ ከም ድላይካ ጌርካ ንስኻ ተጠቀመሉ ጎይታ ክንብሎ ኢና እንካ ፈቓደይ ክንብሎ ኢና ሃሌሉያ